ባሕሪ ሒዝና እቲ ባሕሪ ናትና ጌርና ክንነብር ኢና ዝብሉ ሰባት መጺኦም ኣለዉ። ዋይ ስለምንታይ ትግራዋይ ብዛዕባ ቀይሕ ባሕሪ ብዛዕባ ኤርትራ ይምልከተና እዩ ክብል ዘይኽእል ኣነ ምንም ክርደኣኒ ኣይኽእል። ብሱሩ ኣይንሰምዓኩምን ኢና ባሕሪ ወዲ ባሕሪ ግዛዕ ኢልኩም ኣይተጽምሙና ዝብሉ ኤርትራውያን ከም በዓል ዳዊት። ኣብ ዓለም ዘሎ ኩሉ ዓይነት ዕጸፋርስ ሓሓዋዊስካ ሲሒብካዮ ከማን ክመጽኣልካ ዘይክእል ኣይድያ እዩ። ናይ ተዛረብቲ ትግርኛ ሃገር ብምግባር ምስኡ ኣኔክስ ብምግባር መፍትሒ ክነምጽእ ንኽእል ኢና። ቅጽል ኣቢሎም ከኣ ከም በዓል ሜሮን መጺኦምና ኣለዉ። ክትሰምዕዎም ኢኹም። ኣብ ኤርትራ እዚ መርዝኹም ኣርክቡልና። ኤርትራ ናይ ብዙሓት ኤርትራውያን እያ። እታ ጸባይኩምስ እያ ኣይትገድፍዋን ኢኹም ይብሉና ኣለዉ። ሓንቲ ጸባይ እንታይ እያ ጸባይና ንሕና ኣይንፈልጥን እያ ብዛዕባ እቲ ባሕርና ዝምልከት I don't know እስኪ ክንቅጽል ኢና። ጀስ ኦረዲ እቲ ልቦም ኣጸቢቅና ስለ ንፈልጦ ካብ ባሕሪ ካብ ረብሓ ካብ ጥቅሚ ገለ ዝብል ነገር ኣይወጽእን እዩ። ሱር ሃይለ ውን ካብ ቀደሙ እኮ ጥዑይ ኣይኮነን ኔሩ ክዛረብ እንተሎ እዮም ዝብሉ ዘለዉ ሓቂ ድዩ ሓሶት ክንሪኦ ኢና ማለት እዩ። ታሪኻውን ሕጋውን መሰል ዋንነት ባሕሪ ኣለና። ንትግራይ ኣጥዕም ድዮም ዝመርሕዋ ዘለዉ ተባሂሉ እተሓተተ ልፍዓተይ ተስፋ፣ ንስልጣን ክብሉ ንህዝቢ ትግራይ ናብኡ ዘእትየሞ እዮም ምንም ሕቶ የብሉን። ኣነ
ክፉእ ነገራት ዘመላኽት ተሃልዩ ክሳብ ክሲ ክምስርት እየ። ኣብ መወዳእታ ዲቁ ሓንቲ ምኽሪ መኽረኩም እየ ንህዝብኹም ትጠቅም መንእሰይ ስምዕዋ ዝብልና። ኣብ ዓለም እቲ ዝኸፍኣ ኩናት ውግእ ሕድሕድ እዩ። ካብ ሩዋንዳ ተምሃሩ። ክዕለኩም እንድየ መጽየ ምኽንያቱ ስለ ዝናፈቅኩኹም ክቡራትን ፍትዋትን ተኻታተልቲ ሽደን ሪኣክትስ ዋን ዳሕና ዶ ቀኒኹም። ዳሓን ኢና መቸም እስኻ ከመ ኣለኻ። ኣነ እግዚኣብሔር ይመስገን ሰላም እየ ዘለኹ ንስኻትኩም እውን ከምዚ ከማይ ከምትህልዉ ብዓል ምሉእ ተስፋ እየ። ሓደሽቲ እንድሕር ድኣ ኮይንኩም ማለት እዩ ኩሉ ግዜ ክትገብርዎ ዝግባእ ሳብስክራይብ ላይክ ካመንን ሼር ብምባል ናብ ካልኦት ክተባጽሕወን እንድሕር ድኣ ነባራት ኮይንኩም ከኣ ሃናጻይ ዘበለ ሪኢቶኹም ክትጽሕፉለይ ብኽብሪ ይዕድመኩም ነግሻ ተስፋይ ኪውስሪኦ እግዚኣብሔር ይመስገን ስለ ኩሉ ነገር ኢላትኒ ኣላ ላይክ ላይክ ከኣ ጌራትለይ ኣላ ኣሜን የቀንየለይ ብጣዕሚ ክብረኣብ ሃብተ እዋ እቲ ናይ ትግራይ ዝኾነ ቦታ ንትግራይ ይመለስ ግዝኣታዊ ሓድነት ትግራይ ማለተይ እየ ሽዑ ትግራይ ዝደለየቶ ተቐምጦ ኣብ ናይ ትግራይ ዳስ ፒፒ ኣይምልከቶ ኣምሓራ ይምልከቶ ላይክ ላይክ ገይርዋ ኣሎ ማለት እዩ ኣይምልከቶምን ስለዚ ንሕና ግዝኣታዊ ሓድነትና ምስ ተመለሰ ድሕሪኡ ደስ ዝበለና ክንዛረብ ንኽእል ኢና ኢሉ ገሊፅዎ ኣሎ ማለት እዩ የቐንየለይ ከኣ ምንሳ ንምሱ ዘይተረፈስ ባዕለይ ዘይጅምረልኩም ኢልና ኣሎ ከተማ ብኡ ንጀምር ናይ በቃ ናይ ጓሪ ቋሙ ኩሉ ቀጢፍ ገጅፍ ገጅፍ ጎጀፍቲ መዓኮሮም ከዳ እንታይ ክበሃል እዩ ገጀፍቲ እኳ ነርና ኢና ገጀፍቲ ከለና ካልእ ትብሉና ነርኩም ተቀጠንካ ወየ ተገጀፍካ ወየ ሰማንያን ትሽዓተን ኪሎ ምስ ዘኔረ ሽዑ ከ እንታይ ትብሉ ነርኩም ደዲ ጽላእ ከ ደዲ ከገጅፍ ትብሉ ነርኩም ሕጂ ከ ተቀጠንኩ ከ ካልእ እንታይ ዳም ክንገብር ኢና ዳማ ተቀጠና ወየ ተገጀፍና ወየ እቲ ጠንቅና እንታይ ሓበሻ ምዃን ዲቲ ዋላስ ኤርትራዊ ምዃን እቲ ጠንቂ ጠንቂ እንታይ ኣነስ ገርመኒ ጠንቅስ እንታይ እዩ
እሺ ተኸጠንካ ወየ ተገደፍካ ወየ ቀላጸምካ ተርጎትካየ ወየ ቀላጸምካ ተናስካየ ወየ ዋይ ዋይ ጠንቂ ኣፍሪቃዊ ምዃን ይመስል ጠንቂ ሸቂርካ ወጠንቅም ኣፍሪካውያን ምኳንና እዩ በቃ ጸሊም ይብል ዋጋ ዘይብሉ ህዝቢ ኣፍሪካዊ በደና ህበ ይብሉ መከራ ስኢሉ መከረኛ ዝኾነ ፍጥረት ትጠንቅዎ ንሕና ኢና ባዕልትና ኢና ማለት እዩ ምንም ካሊእ ነገር የብሉን ግን ተመችካ ከኣ ኣለም ቅነ ደስ ኢሉ ኣሎ እዚኣ ንእግረ መንገደይ ተይለካ ከኣ ማለት እዩ ተተመቸወኒ ወየ ተቀጠምኩ ወየ ዲካ ክትብለኒ ሕጂ እታ ተዛረብካያ ከም ዘላታ ግርም ጎደሎ ምዃን ኣፍሪቃ ኩሉ ጎደሎ እዩ
ስለዚ በቃ ናይ ኤርትራ ጉዳይ ናይ ሞትን ናይ ሕየትን እዩ ንዓና በቃ ኩሉ ግዜ በቃ ትግራዋይ ኣምሓራይ እኳ ይፈልጦ ይብሎ ኤርትራ 30 ዓመት ቀይሕ ባሕሪ ይብለለስ ክዓ ሕዝስ ትግራዋይ ስለምንታይ ኣነ ቀይሕ ባሕሪ ዘይብል ኣነ ይርደእኒ ምንም ክርደን ዘይኽእል ነገር ማለት እዩ ሓደ ዓይነት ባህሊ ናይ ባህሊ ምትእስሳር እናሃለወ እሞ ከዓ ስነ ልቦና ምስ ባሕሪ ከዓ ምስ ባሕሪ ከዓ ይፋለጥ ይላለ ኣብኡ ተፈጢሩ ተሎስ ዋይ ስለምንታይ ትግራዋይ ብዛዕባ ቀይሕ ባሕሪ ብዛዕባ ኤርትራ ይምልከተና እዩ ክብል ዘይኽእል ኣነ ምንም ክርደን ይኽእል ሕዝስ ስለዚ ኩሉ ግዜ ጉዳይ ኤርትራ በቃ ንዓና ናይ ሞትን ናይ ሕየትን ጉዳይ በቃ ኣብ ኤርትራ ዝመፅእ መንግስቲ ፖለቲካ እኮ እዩ ግድን ኩ ኢኻ ትፃወት ፖለቲካ ኩ ኢኻ ትፃወት እንታይ ደኣ ምክንያቱስ ካብ ድኽነት ክትወፅ ኣለካ እኮ ካብ ፀገም ክትወፅ ኣለካ መንነትካ ክትዕቅብ ክትክእል ኣለካ ስለዚ እዚኣ ኢለ እታ ፀገም ካብዚኣ ንፅርት ነገር ክትብሎ ትክእል ኣለዋ ካብኡ እዚ ብመዓዝ እዚ ስትራቴጂክ መፍትሒ እዩ ስትራቴጂክ መፍትሒ በቃ እቲ ናይ ኤርትራ ጉዳይ ተፈትሑ ንትግራይ ዝሓቁፍ መንግስቲ ምስ መፀ በቃ ትግራይ እንታይ ትኸውን ትንሳኤ ትግራይ ተረጋጊፁ ኢና ክንዛረብ ንኽእል ኣነ ካብ ትግራይ ገፅ ኮይነ ነዚኣ ርእቶ ክበላ ሓደ ሓወይ ድማ ብኤርትራ ገፅ ወኪሉ ርእቶ ክበላ እዩ ነታ ጉዳይ ክልቲኤን ክትሰምዕወን ኢኹም ክተመዛዝንውን ኢኹም ካልኣይ እዚ ሓውና ንስኻ ዝሃብካዮ ርእይቶ ኣነ ይገርመኒ ኢልካ እወ ክትግረም ሓቂ እዩ ምኽንያቱ ትሕቶ ዘይተላዕለ ኮይኑ ዘይኮነስ መልሱ ዘየጽግብ ስለ ዝኾነ እዩ ኣነ ከኣ ይገርመኒ ንሕና ኣብ ትርኣስና ዘሎ ሰሪሕና ክንወልዕ ዝግበእና ሃፍቲ ማዕድን ኩሉ ትሕዝቶታትና እንተይተጠቐምናሉ ባሕሪ ባሕሪ ኢልና ክንመውት ንብል ኣለና እንታይ እዩ ትሽግር ኢልካ እንዴት ሓስብን ትሽግርና ስእነት ባሕሪ ኣይኮነን። ባሕሪ እውን ምስ ካልኦት ዓድታት እንተስ ተኻሪና፣ እንተስ ፈቒዶም፣ እንተስ ነጊድናሉ፣ እንተስ ዓዲግና፣ እንተስ ዝኾነ መብራህቲ ሂብናዮም ጥቐመንደይ ክጠቐመካ ማለት እዩ። Scratch my back I will scratch yours ይብሉ እቶም ጸዓዱ። ሕኸኸኒ ክሓከካ ዝበሃል ነገር ኣሎ። ሽዑ ንሕና ብዕዳጋ ዝመዓወሉ ሰባት እንድሕር ኮይና፣ ብኢነርጂ፣ ብመንገዲ፣ ብመጓዓዝያታት ናይ ዕዳጋ፣ ዕዳጋ ማለት እዩ እዚ ማርኬት እንድሕር ድኣ ዘርጊሕካ እኮ ዓለም ናብቲ ዕዳጋ እዩ መምህርቱ ሒዙ ዝመጽእ ንኣብነት ዱባይ ኣለካ ኩሉ ሰብ መምህርቱ ሒዙ ይመጽእ ኣሎ ናይ ዓለምና ዝዓበየ ዕዳጋ እንዳኾነ ይኸድ ስለ ዘሎ ካበይ ናበይ ድዩ መጺኡ ዘሎ ሓደ ካብ ህንዲ መጺኡ ነጋዳይ ኮይኑ ደላላይ ኮይኑ ክትረኽቦ ኢኻ ሓደ ካብ ኤርትራ ከይዱ ወይ ካብ ኢትዮጵያ ከይዱ ስንቂ ወይ ወርቂ ሒዙ ከይዱ ኣብኣ ክሸይጥ ክትሪኦ ኢኻ ክነግድ ክትሪኦ ኢኻ እዚ ማለት ዕዳጋ ስለ ዝተፈጠረ ማለት እዩ እቲ ፕላትፎርም ስለ ዝተዘርግሐ ማለት እዩ ዕዳጋ ተዘርጊሕና ንሕና እውን ካልኦት ረብሓታት ኣለውና ይኹን ከምቲ ንስኻ ትብሎ ዘለኻ ዋላ ኮይኑ እንዳሃለወ እንተዝኸውን እውን ናይቲ ባሕሪ ክሌም ክህልወና ይኽእል ሕቶ ክህልወና ይኽእል ናይ ይግበእኒ እወ ይግበእና እንዲ ናይ ወለድና እዩ ነይሩ እዚ ዋላ ንፁር ነገር እዩ ነይሩ ድሕሪኡ ግን ሕጊ ዝሓዞ ጉዳይ ሕጊ ዘዕለቦ ጉዳይ ተኮይኑ ሕጂ ንሕና ምስ ሓገግ ክንብል ንመውት ኣለና ክልተ ጀነሬሽን ትውልድ ይሓልፍ ኣሎ ስለዚ ካብ ንሕና ሓገግ ንብል ንሳቶም ድሕሪ ዳኣ ንረብሖም ኮይና ሒዞሞ ይምፁ ክንጥቀመሉ ተፈቂዶም ንጠቐመሉ ዝተዘይ ፈቂዶም ንጠቐመሉን ኣይንጠቐመሉን ዝብል ኣነ ፈራማይ ስለዘይኮንኩ ግን ንሕና ክንጥቀመሉ ዝግበእና ቀዳማይ፣ ኢንተለክቹዋል ፕሮፖርቲ፣ ሃብቲ ናይቲ ህዝብና፣ ሰሪሑ ክበልዕ ዝኽእል መንእሰይና፣ እዚኡ ብምልኡሲ ኣንኢምፕሎይመንት ሬት ብምቕናስ ገለ ገለ ክንሰርሖም ዝግብኡና ጉዳያት ገና በቃ ዘይተነኽኡ እንተለዉ፣ ከይድና ሕጂ እውን ምስታ ባሕሪ ኣብኣ ሽኽል ምስ በልና፣ ኣተሓሳስባና ባሕሪ፣ ሓሳብና ከም ባሕሪ ገፊሕ ኮይኑ ንሕና ክን። እዚኣ ዳ ዳዊት ክምልሰላ እየ ብለና እስኪ ምናልባት ዳዊት ካባይ ዶ ይሕሽ ክኸውን ይምልሰላ። ትንሳኤ ትግራይ ተረጋጊፁ ኢልና ክንዛረብ ንኽእል። እሺ።
ሕጂ እንታይ ዝብል ዘሎ ንጹር ክከውን። እወ እታ ርእሶም ካብ ባሕሪ ካብ ገለ ትብል ነገር just already እቲ ልቦም ኣጸቢቅና ስለ ንፈልጦ ካብ ባሕሪ ካብ ረብሓ ካብ ጥቅሚ ገለ ዝብል ነገር ኣይወጽእን እዩ ፍቅሪ ናይቲ ህዝቢ ሃልይዎም ወይ ገለ ዘይኮነ እቲ ሓሳብ ንጹር እዩ ሓቂ ክንዛረብ ተድኣ ኮይኑ ድሓር እቲ ዘሕዝነካ ነገር ተዛራቢ ትግርኛ ጥራሕ ዝነብረላ ነቶም ኣብ ኤርትራ ዘለዉ ሸሞንተ ብሄራት ኣጥፊእኻ ነቲ ትግርኛ ዝበሃል ሒዝካ ምስ ናይ ትግራይ ትግርኛ ሓዊስካ ብትግርኛ ትመሓደር ሃገር ፈጢርና ባሕሪ ከኣ ከም ናይ ማእከላይ ቁጠባና ወይ ከም ረብሓና ርኢናሲ ንትግራይስ ሃገር ክንገብራ ኢና ዋላ ደቂስካ ክሕሰብ ዘይግብኦ ማለትሲ ገለ በቃ እታ ኣብ ዓለም ዘሎ ኩሉ ዓይነት ዕጸፋርስ ሓዋዊስካ ሲሒብካዮ ከማን ክመጻልካ ዘይክእል ኣይድያ እዩ። ሕጂ እታ ሲሒብካ ዝበልካያ ኣብ ምስሓብ ብዙሕ ኣይኮንኩን ኣነ ኣይፈልጦን እየ እቲ ስሙዒቱ ማለት እዩ እቲ ካሊእ ዝተዛረብካዮ ዘረባ ግን ሓደ ታይ ዘለዎ መሲልካ እታ ልቦም ንፈልጣ ኢና ኢኻ ትብል ንስኻ ውን ክትጅምለና ኢኻ ዘለኻ እታ ልበይ እንተፈሊጥካያ ሕጂ ምናልባት እታ ናተይ እታ ናተይ ልቢ ፍለጣ ኢኻ እሞ እንተፈሊጥካያ ንዳዊት እውን ዝህበካ ርእይቶ። እቲ ትዛረቦ ዘለኻ ዘረባ ቅኑዕ ኣይኮነን ኣይኮንኩን ዝብለካ ዘለኹ። እታ ርእይቶ ግን እታ ልቦም ንፈልጣ ኢና፣ ሓንቲ እያ ገለ ገለ ትብል። ኣብ ዝኾነ ሰዓት ዘይምእምእካ እንትኾን እንተሎ ድማ ኣሕዋትና እዮም ገለ ገለ ትብል ኢኻ። እዚኤን እተን ንፈልጠን ኣሽካዕላላት እየን። ኣሽካዕላል ትጻወት ኣሎ ከም ዝብለካ ዋላ ፕረዚዳንት ኢሳያስ እውን ይፈልጠን እዩ ማለት እዩ። ንሱ ከም ሓደ ትግራዋይ መጠን ይፈልጠኩም እዩ ንሱ እውን ተንልብኹም ኣብኣ ተታሒዝኩሞ ነለኹም። እታ ዝብለካ ዘለኹ እታ ቅንዕና ዝተዛረብካያ ነገር ግን። ጥብ ትብል ዘረባ እታ ዕጸ ፋርስ ገለገለ ትብል ሱይካ ንክተጋኒ ኢልካ ዝተጠቐምካላ ቃል ተዘይኮይና። ኣነ ሓደ መንእሰይ እንድየ ኣነ እንታይ ክረብሓካ ይኽእል ዝሓወይ እሞ ንስኻ እንታይ ክትረብሐኒ ትኽእል ኣብዚኤን እስኪ ነውግዕ ቁምነገር እንቶ ኣለካ እንታይ ክረብሐካ ይኽእል ንስኻ እንታይ ክትረብሐኒ ትኽእል እንተተጠቓቒምናስ እንታይ ክንሃንጽ ንኽእል ኣነን ንስኻን ካባና ደንጎላ ካባኹም ሕጻን እንተመጺኡስ እንታይ ይግ ይተሃነጽ እየ ዝብለካ ዘለኹ ተዘይኮይኑስ ኢልና ተሓባቢርና ንድከ ተሓባቢርና ንጥፋእ እውን ይበሃል ድዩ ግዴታ ሓቢርና ክንጠፍእ እኮ የብልናን ኣንቱም ሰብ ዋታ እዩ ሓቂ እየ ዝነገረኩም ዘለኹ እዚ ናብ ቅንዕና ዝወስድ እዩ ኣብዚኣ ከኣ ኣለ ሓደ እወ እዚ እውን ማለት እዩ ተወሳኺ ናይ ኣጋዚያን ሓሳብ እንድያ ኣጋዚያን ከኣ ህልወሳ ጥራሕ ተውግዑ ነገር ኣለኩ ትግራይ ሰለስተ ብሄራት ኣለዋ ኢትዮጵያ ሰማንያን ልዕሊ ሰማንያን ዝኾኑ ብሄረሰባት ኣለውዋ በቃ ቆፂርካ ኣይትወድኦም ናብ ኤርትራ ሸሞንተ ትሽዓተ ብሄራት ምስ ትግርኛ ሓዊሱ ሸሞንተ ብሄራት ከኣ ካልኦት ኣለዉ ስለዚ እዚ ክውንነት እዩ ካብ ክውንነት ወፂኻ ስኢልካ ተሃልወስካ እንተዓሸኻ ኣብኡ እንተገልጠምካ ሓምሳ ዓመት ተተኣከብካ ዝመፅእ ነገር የለን እቶም ብሄራት ምሳቶም ተኸባቢርካ እዩ ለውጢ ክመፅእ ዝኽእል። እንተዘይተኸባቢሮም ሓደ ኣብ ዓዓዶም ቶለራንስ እንተዘየሊእዎም ሓቢሮም ንኽዕምብቡን ንኽምዕብሉን ሃርሞኒ፣ ፒስፉል ኮኤግዚስተንስ፣ ዝበሃል ነገር ዘይብሎም እንድሕር ኮይኖም ዘምፅዎ ለውጢ የለን። ቀዳማይ ቁፅሪ እዩ። ካልኣይ ንሳቶም ነንባዕላቶም ኣብ ውሽጢ እንተዘይተሓባበሩ ምስ ካልኦት ዓድታት ክተሓባበሩ ኣበደን እዩ። ዘይኸውን ነገር እዩ። ሳልሳይ ከዓ ኣንቱም ረብሓ ናይዞም ህዝብታት ክልቲኦም ንፈልጥ ኢና ትብሉ ዘለኹም እዚኦም ኣብ ውሽጢ ዓዲ ዘለዎ ንቐደም ምስምዕምዖምን ምርብሖምን ምጽማዶምን ምፍቕቓሮምን ንገሩና እሞ ብድሕሪኡ እንተስ ክንጸምድ እንተስ ክንሓርስ ንብለኩም ኣለና። ታይ ናታትኩም ግን ከይጸመደ እንጎደ እዝንና ሽጉግ ኣቢልኩም። ናይ ተዛረብቲ ትግርኛ ሃገር ብምግባር ምስኡ ኣኔክስ ብምግባር መፍትሒ ክነምጽእ ንኽእል ኢና። ባህሊ እዩ ባህሊ ሕማቅ ነገር ኣይኮነን ኣብዚ ዘማተ ሓቂ ሽግር የብሉን ግን ኩሉ ግዜ ክትርስዖ ዘይብልካ ኤርትራ ናይ ብትሽዓተ ብሄራት ዝቆመ መንነት እዩ ዘለዋ ትግራይስ ከመይ ገይራ እያ ንኤርትራ ምስ ኤርትራ ኮይና ሃገር ክትከውን ዶ ገለ መለ ኮይኑ ተሪፉ ክኸውን ዝኽእል ኤርትራውያን ተዘፍቅዱልና ኔሮም ካብ ኢትዮጵያ ተነጺልናስ ምስ ኤርትራ ምኾንና እሞ ኤርትራ ከኣ ንዓና ሓዊሳስ ዓባይ ኤርትራ ምኾነት ዝብል ሓሳብ ተኾይኑ ዘለኩም ብጋህዲ ንገሩና። እቲ ትግራይ ዶ ሃገረ ተጋሩ ሃገረ ትግርኛ ዝብልካ ኣብ ኤርትራስ ክንደይ ግዜ ኢና ነጊርናካ ሓንጎልካ ብግቡእ ከተሰርሖ ክትክእል ኣለካ ኣብ ኤርትራ እዚ መርዝኹም ኣርክቡልና ኤርትራ ናይ ብዙሓት ኤርትራውያን እያ ዋ ኣይርዳእካን እዩ ዘሎ ኤርትራ ዳይቨርሲቲ ዝኾነ ኩነተ ክስታይ ዘለዎ መንነት ዘለዎ ሃገር እያ ኣብ ብዙሕነት ኣሚና ንብዙሕነት ኣብ ሓደ መንነት ጠርኒፋ እትኸይድ ሃገር እያ። ኣይርድኣካን ድዩ ኩቡር ጎረቤት። እዚ እዩ ሃይለ ዕስራ ዕስራን ክልተን ህዝቢ ኤርትራን ትግራይን ሕሕድሕዱ ክዋዳእ ዝገበረ ይብሉ ኣለዉ እዚ ክዋዳእ ኣይገበረን ሓሶት ብሱር ውን ክዋዳእ ገይሩ ነንባዕላቶም ክቃተሉ ከምዚ ከምዚ ክኾኑ ገይሩ እዩ ዝብል ሓሶት ንምጭርባር እንዲ ሃይለ ከምኡ ኣይገበረን ዘይገበሮ ገይሩ ኣይትበሉ ሃይለ ናይ ዝተወሰኑ ዶክተር ሃይለ ማለት እዩ እቲ ታይትሉ ክንቦ ኢና ምክንያቱ ሕጊ ዝሃቦ ስለ ዝኾነ ወይ ከዓ ዩኒቨርስቲ ዝሃቦ ስለ ዝኾነ ጸገም የብልናን። ናቱ ጥፍኣት እንታይ እዩ? ኣብ ውልቀ ሰባት ምስቶም ውልቀ ሰባት ተንጠልጢሉ ማለት እዩ። ከም ህበይ ኣብ ሓንቲ ፍረ ዓየ ዘላታ ታይ እዩ ዝበሃል ኣብኣ ተንጠልጢላ ክጠፍእ እዩ ምስኣ መዋቲ መማውቲ ኢና ትብል መታርፍትን ሑጻን ማይን መታርፍቲ ዝበሃል ምስኣቶም ኢና መታርፍቲ ኢሉ ሽኽ ዝብሎም ዘሎ ለውጢ ዘየምጹ እንድሕር ኮይኖምስ ተኮይንካ ንዓኣቶም ከ ዘይትግምግሞም ኢና ንብሎ ዘለና እምበር ኣብኡ ኣይተዛረበን። እዚ ከኣ ናይቶም ሓደ ሓደ ዘጮርውሩ ነበሩ፣ ብስሩ ነቲ ታሪኽ እዚ ከይጠብቀና ኢሎም ዝዛረቡ ዘለዉ ናታቶም ጥራሕ ድማ ኣይኮነን። ቅድሚ እቲ ናይ ዓሰርተ ትሽዓተ ቴስዓን ገለን ዓመተ ምህረት ዓዲ ኮይና ዓድነታ ኣረጋጊጻ ብሕጊ ኦፊሻሊ ማለት እዩ ሃገር ኮይና ቅድሚ ምኻዳ ኤርትራሲ ኦፊሻሊ ውዕል ገይሩ ዓዲ'ኺ ኢሉ ዘይተዋህበት እንተላ እወ ናትና ደገዝማትታትን ናትና ዝነበሩ መራሕትን ነቲ ባሕሪ ይሕልውሉ ነይሮም ይስውእሉ ነይሮም ዝሞቕ ጸሓይ ዝሞቕ ሓቁ እኮ እዩ መን እዩ ዝፈርሕ ዘሎ እንታይ ኮንካ እንታይ ዶ ዘፍርሕ ኣለኒ ኣነ ሓቂ ኣነ ዶ ጽሒፈዮ እቲ ታሪኽ ዘይነበርኩ ዘይተወለድኩ ንምንታይ ተጨርብር ኣለኻ ንስኻኸ ተጨርብር እንዲኻ ዘለኻ በዓል ዶ ወደባት ዓሰብ ዝተገዝኡ ካብ ናይ ዓፋር ሱልጣኔታት ከም ዝተገዝኡ እኮ ታሪኽ ታሪኽ እዮም ዝዛረቡ ዝምስክሩ መራሕቲ ጥልያንሲ ጠቕሊሎም ምእንታን ከመሓድርዎ ንኹሉ ካብ ናይ ዓፋር ዝነበሩ ሱልጣኔታት ገዚኦሞም ብፍላይ ንዓሰብ እየ ዝብለካ ኣለኹ ንባጽዕ ይፈልጦን እየ ዘይፈልጦ ታሪኽ ኣይዛረብን ሕጂ እቲ ንፈልጦ ዘለና ታሪኽ ንምንታይ ንስኻትኩም ከ ተዳራግዎ ኣለኻ ሓይ ንስኻ ንኸምዚ ከዩ ሃበና ከይብለካ ኣነ ኣይብለካን እየ ብኦፊሻል ብስሩ ዋላ ባሕርቲ ዘይትብል ዋላ ባሕሪ ኣይድልን ብስሩ ን ዓለይ ክነግረካ ናይ ወለደይ ሓሪሰ ዒላ ዋላ ገሊለ ክነብር ይኽእል እየ ብስሩ ኔቨር እንድሕር ኣይደሊ ኣይደልን ዝብል ግን እቲ ሓቂ ክውንነት ኣብ ክውንነት ክንኣምን ኣለና ትክክል እዩ ሜሮን እውን ዛረቦ ዘሎ እቲ ሓውና እውን ነቶም ትግርኛ ጥራሕ ኣኔክስ ጌርና ነቶም ነቶም ካልኦት ብሄራት ከታ ክንገብሮም ሰለስተ ብሄራት ኣለዎ ኣብ ዓድና እቶም ካልኦት ብሄራት ከ ኣለዉ ሸሞንተ ብሄራት ከ ኣብ ኤርትራ ኣለዉ ካብ ገለገሊኦም ካብቶም ዋና መሰረት እዮም በዓል ናራኮ መስረታ እዮም ነባራት እውን እዮም ስሩ ነዊሕ ዓመታት ዝተቐመጡ እዮም ስለዚ ብዙሕ ብዙሕ ታሪኻት ስኢልና እንተዘይንተናኽፎ ጽቡቕ እዩ። ተዓብዓበ ነገር ኣይንንካእ። እወ ትኽክል እዩ ሜሮን ዛረቦ ዘሎ ስኢልካ ሓደ ሓደ ግዜ ተዓጢንካ እንተመጺኻ እውን ጽቡቕ እዩ ንእሽተለይ ግን ቅጥዒ ዘለዎ ዘረባስ ክንዛረብ ክንክእል ኣለና በሃላይ እየ ሃይለ ከዓ ከምኡ ዘይገበረ ከምዚኡ ገይሩ ይትበሉ ዝሓቶ ዘሎ ሕቶ ድማ ዓለም ዝሓቶን ሓቂ ዝዛረቡን ሕጂ እውን ዝድገም ክድገም ዝኽእል እዩ እውን ኮነ
መሰል ኣለና ባሕሪ ናይ ምጥቃም ባሕሪ ናይ ምውናን ናይ ምጥቃም ኣይኮነን ታሪኻውን ሕጋውን መሰል ዋንነት ባሕሪ ኣለና ተጠቃሚ ወይ ከዓ ከም ካሕሳ ባሕሪ እንደሊ ኢና እንተይኮነ እቲ ባሕሪ ወነንቱ ኢና ታሪኻዊ ኮነ ሕጋዊ መሰል ኣለና ስለዝኾነ ነዚኡ ክቃወም እየ ዝብል ናብዙ ኣብ ታሕቲ ትርእይዎ ዘለኹም ኢሜይል ክልእኽ ክኽእል እዩ ክንከራኸር ንኽእል ኢና ማለት እዩ እቲ ምክርኻር ኣብዚዩ ኣብ ሚድያ ንገብሮ ኣብቲ ሜዳ ከዓ ብመከራኸሪ ክንከራኸር ንኸውን እስካዕ ክንድኡ ግን ዘብፀሕ ኣይኮነን እቲ ሓቂ ምቕባል ስለዝሓይሽ ግዜ ዘጥፈሉ ምክንያት ትክክል ስለ እዩ። ዘይብሉ ንዓይ ትርጉም ስለ ዘይብሉ እየ ከይደ ካብኡ ግን እቲ ኣጠቃቅምኦም ናይቲ ሚድያ ግን ጎዳኢ እዩ እቲ ዝገበርዎ ኢለካ ኣለኩ ክመሃርሉ ኣለዎም ን- ንቀጻሊ ክመሃርሉ ክእል ኣለዎም ን- ንማንም ኣይጠቅምን ናይ ኣብርሃ ተክሉ ቆሪጽካ ናይ ዶክተር ፋሲካ ዝበሃል ቆሪጽካ ናተይ ለጢፍካ በሉ ረእይዎ በቃ ከምዚ እዩ ለወዲ ቢተው በቃ ከምዚ ኢሉ ረእይዎ ትረክቡ እናበልካ ኣብ ድሕረ ገጻ እውን ጽሑፋት ኣዕምዲ ደዊለ ነጊረያ እየ ማለት ምስኣ እውን ብዙሕ ተባሂልና ኢና ትክክል ኣይኮነን ትኸድዮ ዘለኺ ኣነ ክፉእ ነገራት ዘመላኽት ተሃልዩ ክሳብ ክሲ ክምስርት እየ ክሲ ክምስርት እየ እውን ኢለ እየ ትክክል ኣይኮነን ንምንታይ ኢኻ ክሲ ክትምስርት ኣነ ክሲ መሰለይ ንምኽባር መሰለይ እንድሕር ተጋሂቱ ብስም ሚድያ እንድሕር መሰለይ እንድሕር ተጋሂቱ ናተይ ፅቡቕ ምስሊን ናተይ ፖለቲካዊ መርገጺ ዝሽርሽር። ኣነ ኣብ እንድሕር ድኣ ብሓሳብ ትኣምን ኮይንካ እሞ ሜድያ ውን ብተመሳሳሊ ብርቱዕ መንገዲ ክንቀሳቀስ ኣለዎ በቲ ክገብሮ በቲ ክኸዶ ዝግባእ ክኸድ ኣለዎ ኢልካ ትኣምን ካብ ዝኣምኑ ሰባት ሓደ እንተኾይንካ ክትገብሮ ዝግበእካ ነገር ንስኻ ውን ቅድሚ ሕጂ ናይ ካልኦት ሰባት መሰል ክትንክፍ እንተሎ ዝኾነ ይኹን ነገር ሽዑ ኢኻ ትቃወም ካብኡ ብድሕሪኡ እቲ ነገር ናባኻ እንተይመጸ እንተይለሓኾ ጸግን ጸግን ኢልካ ዘይኮነ ሕጂ ሱእ ኢልካ ኣባኻ ምስ በጽሐ ክስምዕካ ኣነ እኮ ግርም ኢኹም ትብሉኒ ባንዳታት ከምዚ ኢሎም ዝኸዱ ዓዲ ዝኸዱ ይሸጥዎ ክትብል ከለኻ ሕጂሲ ናፍታ ናትካ ምስ በጽሐትካ ሕጂ ንስኻ ንምንታይ ጥርጥር ትብል ኣለኻ ደኣ ኮንካ ናይ ፈራሕ ኣካይዳ ማለት እዩ ናይ ፈራሕ ኣካይዳ እንታይ ጉድ እዩ ስለዚ እዚ ጉዳይ እዚ ብንጹር ኢኻ ክትሪኦ ዝግባእካ ብዕቱብ ኢኻ ክትከታተሎ ዝግባእካ እያ ዝብለካ ኣነ ማለት እዩ ኣብቲ ናትካ ትበጽሕ እንተሎ ሽግር ኣይትፍጠር እየ ዝብለካ ትኻ ዝደሎ መሪሕነት ትግራይ ትግራይ ልምጥን ድዩ ኣይምጥንን። ዝቃለሱ ቦታ ስኢኖም ሃም ልኸዱ እዮም ልናገሩ ንህወሓት እውን ክንቃለሱ ኢና ኢሉ ነይሩ ኣብዚ እንታይ ኢኻ ትብል ብርሃነ ከመይ ኢኻ ትሪኦ ፌክ እዩ ንስልጣን ክብሉ ንህዝቢ ትግራይ ናብዚ የትዮም እዮም ምንም ሕቶ የብሉን ኣብዚ ተሓታቲ ኣብ ወንበር ተሓታቲ እዩ ኩሉ ስራሕ ፈፃሚ ተሓታቲ እዩ እቲ ቀፃላይ መንግስታት ዘራኽብ ናይ ሰላም ፕሮጀክት ብመንግስታዊ ኣካል ወይ ከዓ ኣብ ፅምዶ ክልተ ዝግበር ይኸውን ለብሙ ተጋሩ እሺ ኣይትዓሽው በዚኣ መጺኡ ኣሎ ተጸመድ ኢሉኒ ክርትም ኢልኩም ኣይትስሓቁ ንህዝብኹም ቀዳምነት ሃቡ እሺ ነቶም ህፃናት ጠፉ ዘለዉ በቕብቑሎም ደንግጽሎም ነቶም ንፋስ ዝወስዶም ዘሎ ግን ዓድቦም እንዳሃለዎም ከሎ ክነብሩ ዘይከኣሉ ስደተኛታት ንዕ ተመለስ መንግስቲ ይምለሰና ይትበሉ እቶም ኣብ ስደት ዘለዎም ታሪክ ኪደ ንዓዶም ተመለሱ ኤርትራዊ ከፊሉ ኣለውለ እቲ ቦታ ኮፍ በልዎ ንስኹም ሕና ዓድና ተደሊኹም ከምዚ ግበርና ተልኩሞ መፅኡ ከይርሽነኩም ፈሪሖም ኣይርሽነኩም እዩ ሓሶት እዩ እቲ ፖለቲከኛታት ዝዛረቡ ከምኡ ኣይኮነን ኪዱ ንኤርትራ እተው ምስ ህዝብኹም ተላለዩ ምስ ህዝቢ ተዋሰቡ ምስ ህዝቢ ንበሩ ኪዱ ሰሪሕኩም ብልዑ ከማና ዓዲ ተርሕቑ ኪዱ ኢትዮጵያ ነጊርኩም ንበሩ እንታይ ገደሰኩም ብህጂ ንትግራዋይ ፖለቲካ ምፂኹም ሓራ ትግራይ ዶ ንብልፅግና ኢና ንኣምን ዶ ወዘተረፈ ኢልኩም ሰለማዊ ሰልፊ ትወፁ ዘለኹም ሰባት ንትግራይ መዓት ኣተክብላ ኣለኹ ምድረ በዳ ክትቀይርዋ ኢኹም ካብዚ ዝኸፍእ የለን ኣብ ዓለም እቲ ዝኸፍአ ኩናት ውግእ ሕድሕድ እዩ ካብ ሩዋንዳ ተምሃሩ ሓራይ እዛ ናይ መወዳእታ ክሳብ ሕጂ ዝሰማዕናያ ማለት እዩ ናይ ዲቆ ምኽሪ እንድያ ኣነ መወዳእታ ቪድያ መሲላትኒ ነይራ ክዛረበላ ከለኹ ሲ ናይ መወዳእታ ቪድዮ ኢለ ሒዘያ ነይረ ማለት እዩ ኣብ መወዳእታ ግን እታ ምኽሪ እዚኣ ጥቕልል ኣቢላ ነተን ክሳብ ሕጂ ዝተዛረብኩለን ዕላላትን ወግዕታትን ክሳብ መወዳእታ ዝሓዘት ናይ መወዳእታ ምኽሪ እውን ኢልኩም ክትወስድዋ ትግባእ ምኽሪ እያ ማለት እዩ። ካብ ሓደ ሸያብ ጸውዕ ዝበሃል ኣበሃህላሲ ንመጀመርታ ግዜ ናይ ግድን ሓደ ሰብ ክመክር እንድሕር ድኣ ኮይኑ ወይ ከኣ ዝኾነ piece of advice ዝበሃል ነገር ክህብ እንድሕር ድኣ ኮይኑ ክስይብ ግዴታ ኣይኮነን። እዙይ ከኣ በቲ ዘለዎ ሓላፍነትን በቲ ግቡእ ቅድሚ ሕጂ'ውን እንዳመኸሮ ዝጸንሐ ጉዳይን ንዓና ብኣግባቡ ብብቑዕ መንገዲ መኺሩና ኣሎ ማለት እዩ። እንድሕር መሲጣትና እንተኾይና ወይ ከኣ ደስ ኢላትና እንተኾይና ምኽሪ ሓውካ ብደወካ እዩ። ሸወብላ ቆበብላ ብዝበሃል ዕላል ኣቕልል ኣቢሉ ነጊሩና ኣሎ። ንሳ ግን ኣነ ከም ብወገነይ ዲቁ ሓወይ ማለት እዩ እንድሕር ድኣ በጺሓትካ ምናልባት ሰሚዐያ እንድየ ዘለኹ ንጽርቲ ዝኾነት ወጊዕካ ኣውጊዕካ ብጣዕሚ እየ ፈትየልካ እየ ዝብለካ።

ተማሂረስ ናብ ወተሃደር ክኾነ ተማሂረስ ንዘይምዕብል ተማሂረስ ንክመውት ንክስዋዕ ንምንታይ ደ ዝስዋዕ ንምንታይ ደ ወተሃደር ዝኾን ንምንታይ መንግስቲ ናይ ግዛዊ ሲ ናይ ምንታይ ደ ኣነ መቆም ኢለ ክመውት ንምንታይ ደሲ እዋም ዶ ዝልኮ ከምዚ ቤት ፍርዲ ናለ ቤት ፍርዲ እኮ ይመፅን ዘሎ በዓልቲ እስላማ እዩ ዝኣትዮም ዘሎ ሸኽና ኣእትይዎ ዘሎ እንተ ከም ቤት ፍርዲ ዘይትቐርብ እንተኾንካ ተኣሲርካሲ ዝሃርሙኻ እንተኾይኖም እሱር ኮንካስ ትህረም እንተኾንካ ትቕጥቀጥ እንተኾንካስ እንታይ ደልኻ ካብ መውዓድኻ ከፍትበት ሕጂ ንስኻ ናብ ከውሒ ኢኻ ማይ ተፈስስ ዘለኻ መወዳእቱ ንሳ ትሰምዓካ የላን ስኢላ ክንዲ ገለ ዓይኑ ፍሪ ሰብ እንታይ ዝበለ ሞጣ ዓይኑ ፍሪ ሰብ ማይ የጠራጥር ትሰምዐካ የላ ንስኻ እምበር ተወግዖ ዘለኻ ትኽክለኛ እዩ ብዝኾነ ናይ ሎሚ ዓንቲ ቪድዮ ነዚ ዝመስል ክቡራትን ፍትዋትን ማለት እዩ ክሳብ መወዳእታ መደብ ተኸታቲልኩም መወዳእታ ግን ሃናፅ ዘበለ ርእቶ ገዲፍኩም ስለ ትኸዱ ማለት እዩ ብጣዕሚ ብጣዕሚ እዩ ዝመስግን ኣብ መወዳእታ ወሰንቲ ዝኾኑ ርእቶታት እንዲኹም ትፅሕፉለይ ዘለኹም ለምቅነ ሕጂ እውን ብተመሳሳሊ ከምኡ ዓይነት ርኢቶ ከም ጽሕፉለይ ርግጸኛ እየ ሳብስክራይብ ላይክ ከመንን ሼር ብምግባር ናብ ካልኦት ኣባጽሕዎ ኢኹም ለዋም ቅነ ክኾነልኩም እየ ዝምነ ቻው ዳሕና ቀኒውታ ጉድ ላይት
ዳሕና ሕደርቶ ኣሕዋተይ ማለቱ እዩ